ነቲ ፍቕራዊ ርክብኩም ክሕግዝ ዝኽእል ቪድዮ ኣምጺኤልኩም ኣለኹ። ብፍላይ ንዘይግደሰልካ ሰብ ከም ዝናፍቐካ ምግባር ኣጸጋሚ ክኸውን ይኽእል እዩ። ይኹን እምበር፣ ኣወንታዊ ጦብላሕታ ብምሕዳርን ካብኣቶም ምስ ተፈለኻ ነዊሕ ከይጸናሕካ ሰባት ከም ዝዝክሩኻ ዝገብር ሜላታት ኣሎ። እዚ ሎሚ ንርእዮ ሓሳብ፣ ንዝዀነት ትኹን ጓል ከም ትናፍቐካ፣ ምስኣ ጥቡቕ ርክብ ከም ትምስርትን ክገብረካ ይኽእል እዩ። ከም ትናፍቐካ ንምግባር ዝሕግዝ ግብራዊ ሜላታት። ሄቨን የምሳኹም ዘሎ ከመይ ኣለኹም ደሓን ዶ ኣለኹም ናብዚ ቻነል እንቋዕ ብደሓን መጻኹም እንዳ በልኩ ኣብዚ ቻነል ሓደሽቲ እንተለኹም ሳብስክራይብ ክትገብሩ ነቲ በብጊዜኡ ዝፍነወልኩም ቪድዮታት ብቐሊሉ ንምርካብ ድማ ነታ ናይ ቃጭል ምልክት ጠውቕዋ ኢኹም ሰናይ ምክትታል። ናይ ብሓቂ ተገዳስነት ኣርኢ። ንሓንቲ ጓል ናይ ብሓቂ ተገዳስነት ምርኣይ ከም ትናፍቐካ ዝገብራ ሜላ እዩ። ናይ ብሓቂ ተገዳስነት ምርኣይ ክበሃል ከሎ ግን እንታይ ማለት እዩ? እዚ ማለት ድማ ጽን ኢልካ ምስ ትሰምዓ እዩ። ብዛዕባ ንሳ ትግደሰሎም ነገራት ሕቶታት ምሕታት ክኸውን ይኽእል፣ ከምኡውን ኣጸቢቕካ ምፍላጣ ምድላይ ማለት እዩ። ከምዚ ምስ ትገብር ከም ትሰምዓን ከም ትግደሰላን ኣብ ህይወትካ ጽቡቕ ቦታ ከም ዘለዋ ክተስተውዕል እያ። ነቲ ኣብ እዋን ዕላል ትጠቕሶም ንኣሽቱ ነገራት፣ ከም ንኣብነት ትፈትዎ ቦታ ወይ ትፈትዎም ኣባላት ስድራቤታ ክኾኑ ይኽእሉ። ነዚኣቶም ዘክረላ። ናይ ብሓቂ ተገዳስነት ከም ዘለካ መታን ክትፈልጥ ዘይንጹር ወይ ሓፈሻዊ ሕቶታት ጥራይ ኣይትሕተት። ካብቲ ንሳ ትብሎ ነገራት ተበጊስካ ተኸታታሊ ሕቶታት ሕተታ። ብኸምዚ መንገዲ ዋጋ ከም ዝሃብካያን ከም ተኽብራን ኮይኑ ክስምዓ እዩ። ኣብ ርእሲ እዚ ድማ ነቲ ዘድልያ ነገራት ኣቕልበሉ። እዚ ተግባራት እዚ ንዓኻ ከም ትናፍቐካ ንምግባር እንታይ ተኣምራት ከም ዝፈጥር ኣይትፈልጥን ኢኻ። ንኣብነት ሓደ ወዲ ነፍቃሪቱ ተገዲሱ ድሰምዓ እንተ ኾይኑ፣ ንሳ ትፈትዎ ነገራት ድዝክር እንተ ኾይኑ፣ ናብቲ ትፈትዎ ቦታ ንኸዛውራ ድወስዳ እንተ ኾይኑ፣ ሕሰቦ ፍልይቲ ኾይኑ እዩ ድስምዓ። ምናልባት እውን እንተ ተረሓሓቑ፣ ናብቲ ዚወስዳ ዝነበረ ቦታታት ክትከይድ ከላ ኵሉ ግዜ ነቲ ወዲ እያ ትዝክር። ሰባት በቲ ዘይፈልጥዎ ነገራት ከም ዚሰሓቡ ዚከሓድ ኣይኰነን። ስለዚ፣ ዝተወሰነ ምስጢር ሒዝካ ምጕዓዝ ዝያዳ ሰሓቢ ንኽትከውን ኪሕግዘካ ይኽእል እዩ። ብኸመይ እንተ ኢልካ፣ ብሕታዊ ነገርካ ከም ምስጢር ምሓዝ፣ ሓደ ካብቲ ዘይግለጽ ሰብ ንኽትከውን ዚሕግዘካ ሜላ እዩ ድማ ነቲ ዝሓለፈ ርክባትካን ብዛዕባ ስድራቤትካን ፕራይቨት ሸቶታትካን ክሳብ ኣብቲ ልክዕ ግዜኡ ዝኣክል ኣብ ውሽጥኻ ዕቘሮ። እዚ ኸኣ ብዛዕባኻ ዘለዋ ተገዳስነት ክውስኽ'ዩ፣ ብዛዕባ ትገብሮ ንጥፈታትካ ድማ ከም ትሓስብ ክገብራ'ዩ። ሪስክ ንኽትወስድን በብቝሩብ ምስ ድሌታትካ ክተላልያ ኣይትፍራሕ። ብጣዕሚ ጥብቕ ከይበልካ ኣብ መንጎኹም ዝተወሰነ ቦታ ብምግባር ምስጢራዊ ዝገብረካ ሳልሳይ ሜላ'ዩ። ኵሉሻዕ ነቲ ሰደልካ ቴክስት ብኡ ንብኡ ኣይትመልስ ወይ ብቀሊሉ ትርከብ ሰብ ኣይትኹን ብሕታዊ ናጽነት ምሃብ ንሓንቲ ጓል ከም ትናፍቀካ ንምግባር ዝሕግዝ ካልእ ሓያል ሜላ ከኣ ነጻነት ምሃብ እዩ ኩሉ ግዜ ኣብ ጥቃኣ ኩን ዝብል ምኽሪ ኣሎ እዚ ምስዚ ዘልዓልናዮ ዝጋጮ ዝመስል እኳ እንተኾነ ናጽነት ዘለዎ ኣብ ደስ ዝበላ ክትረኽበካ ዕድል ምሃብካ ብዝያዳ ከም ትሕጎስ ክገብራ ይኽእል ዶብ ዘለዎ ምክብባር ሓደ ካብቲ ቦታ ንኽትህባ ዘኽእለካ ሜላይ በይና ክትከውን ከም ትደሊ ወይ ቢዚ ከም ዝኾነት እንተ ነጊራትካ፣ ኩሉ ግዜ ንኽትረኽባ ወይ ክትዛረባ ጸቕጢ ትግበረላ። እዚ ኸኣ ንዓኣ ነጻ ንኽትከውንን ዝደለየቶ ትርፊ ግዜኣ ንሸቶታታ ክትበጽሖም ዘኽእላ እዩ። ፍቕርኻ ወይ ኣቓልቦኻ ካብ መጠን ንላዕሊ ኣይተርእያ። ከም ትግደሰላ ክትነግራ ኣዝዩ ኣገዳሲ እኳ እንተ ኾነ፣ መልእኽትታት ከየዕረፍካ ምልኣኽ ወይ ብቐጻሊ መደብ ከተውጽእ ምፍታን፣ ከሰልችዋ ይኽእል እዩ። ኣብ ክንድኡ ግን ከይበዝሐ ንበይና ክትከውን ግደፍ። ብዛዕባኻ ክትሓስብ፣ ክትዝክረካ ግዜ ሃባ። ኣስተውዕል፣ እዚ ሜላ እዚ ጠቓሚ እኳ እንተኾነ፣ ዝተጋነነ ከይከውን ብዙሕ ጥንቃቐ ዝሓትት እዩ። እዚ ማለት ሓደ ሓደ ግዜ በይና ክትከውን፣ ካልእ ነገር ደስ ዝብላ ነገር ክትገብር ክኸውን ይኽእል። ሓደ ሓደ ግዜ ድማ ናትካ ህላወ ኣብ ጎና ክትከውን ዘድልዮ ኣጋጣሚ ከም ዘሎ ኣይትረስዕ ስለዚ ሚዛናዊ ኩን ርእሰ ተኣማንነት ይሃልኻ ንሓንቲ ጓል ከም ትናፍቀካ ዝገብራ ካልእ መንገዲ ርእሰ ምትእምማንካን ጽንዓትካን እዩ ርእሰ ምትእምማን ኣዝዩ ማራኺ ባህሪ እዩ ኣብ ቃልካ ጽኑዕ ምዃን እንታይ ከም ትደሊ ትፈልጥን ሕልምኻ ክትስዕብ ፍቃደኛ ከም ዝኾንካን ዘርኢ እዩ ዕላማን መምርሕን ምስ ዝህልወካ፣ ንኻልኦት ዝስሕቦም ርእሰ ምትእምማን ከምኡውን ቈራጽነትካ ኢኻ ተንጸባርቕ። ሸቶታትካን ትምኒታትካን ኣካፍላ። ነዚ ሸቶ እዚ ንምውቃዕ ኣበርቲዕካ ኽትዓዪ ፍቓደኛ ምዃንካ ድማ ርእያ። ምስ ዝረኣኻዮ፣ ዝሰማዕካዮ ናይ ካልኦት ሕልሚ ኣይትዛረብ። ብተግባር ድዩ ብሓሳብ፣ ተዋላዋላይ ኣይትኹን። ኣብ ክንድኡ ሓላፍነት ውሰድ እሞ ብምትእምማን ውሳነታት ግበር። እዚ ድማ መራሒ ከም ትዀን ከም ትኽእል ከርእያ ኢዩ። ከምቶም ዘይምስጡዋት ሰባት፣ ክትከውን ኣይትፈትን። ኣብ ክንድኡ ግን ነቲ ፍሉይ ባህርያትካን መንነትካን ተቐበሎ። እዚ ኸኣ ገዛእ ርእስኻ ከም ትፈቱን ብመንነትካ ከም ትሕበንን ዘርኢ እዩ። ንስኻ ኩን። ንርእሱ ዘይወቅስ ሰብ፣ ብመንነቱ ዝኾርዕ፣ ኣብኡ ክትውከል ዘተኣማምና ሰብ እያ ትርኢ። ዘየሰልቹ ሰብ ኩን። መን ይፈልጥ፣ እዚ ሓድሽ መደብ ዘውጻኻዮ ድማ ቀንዲ ተዘክሮኣ ክኸውን ይኽእል እዩ። ኣብቲ ምስኣ እትገብርዎ ርክብ እውን ኵሉ ግዜ ሓደ ዓይነት ነገር ኣይትደጋግም። እንታይ ደኣ ሓድሽ ነገራት፣ ሓድሽ ቦታ፣ ዘይተጸበየቶ ህያባት ብምሃብ ኣገርማ። እዚ ኸኣ ኣባኻ ዘለዋ ትጽቢት ከም ዝዓቢ ይገብሮ። በዚ ድማ ኵሉ ግዜ ካባኻ ገለ ክትሰምዕ ብሃንቀውታ ትጽበ። ንዓኣ ግዜ ክትምድበላን ንርክብኩም ቀዳምነት ምሃብ ኣገዳሲ እኳ እንተዀነ፣ ብዝተጋነነ መልክዑ ኵሉ ግዜ ደጋጊምካ ኣይትደውለላ። ምስ የዕሩኽትኻ መደባት ግበር። ወይ ድማ ንገዛእ ርእስኻ ግዜ ሃብ፣ እዚ ቁሩብ ከም ትናፍቐካ ክገብራ እዩ። እዚ ኸኣ ነንሕድሕድኩም ክትራኸቡ ከለኹም ነቲ እተሕልፍዎ ግዜ ብዝያዳ ከም ተስተማቕሮ ይገብራ። ኣብ ዝቕጽል ግዜ ድማ እንታይ ከም ትገብረላ ክትሓስብ ከላ ብኣኻ ብውሽጣ ትሕጐስን ዘይተጸበየቶ ነገራት ካባኻ ትጽበያ። ኩልሻዕ ብቐሊሉ ስለ ዘይትርከብ ነቲ እትህባ ግዜ ንኽትናፍቖን ነቲ ብሓባር ዘሕለፍኩሞ ግዜ ብዝያዳ ክትናፍቖን ይገብራ'ዩ። ቁሩብ ተዛረብ ብዙሕ ስማዕ፣ እወ እዚ ቀሊል ኣይኮነን። ምስ ሓደ ሰብ ኮፍ ኢልካ ክትሰምዕ ጠራይ ከቢድ'ዩ። እዚ ማለት ግን ኣፍካ ሕተም ማለት ኣይኮነን። ክትዛረብ ውን ኣለካ። ግን ብዝተኻእለ ሰማዓይ ኩን። ካብቲ ዝሰማዕካዮ ድማ ቁጡብን ብሱልን ዘረባ ተዛረብ። እዚ ብግቡእ እንተጌርካዮ ሰሓቢ፣ ምሉእ ቆላሕታ ግበረላ። ተሌፎንካ ወይ ካልእ ኣቓልቦኻ ዝሰርቕ ነገራት ኣርሕቆም። ኣብቲ ንሳ ትብሎ ጠራይ ኣተኩር። ብዝተኻእለካ መጠን እውን ኣብ ዓይና ጠምታ። እዚ ኸኣ ከም ትሰምዓን ከም ትግደሰላን ዘለኻ ኰይኑ ከም ዝስምዓ ክገብራ እዩ። ብዛዕባ ገዛእ ርእሳ ሰፊሕ ሓበሬታ ከተካፍለካ ዘተባብዓ እዩ። ካብቲ እተዕልለካ ተውጽኦም ምቕሉል ሕቶታት ምስ ትሓታ እዩ። እዚ ኸኣ ነቲ ዘለካ ርክብ ተደልድሎን ከም ትርድኣ ክትፈልጥ እያ። ኣብ ርእሲ እዚ እውን ንርእስኻ ኣብ ቦትኣ ይእትዋ። እሞ ንነገራት ብኣረኣእያኣ ክትሪኦ ፈትን። እዚ ኸኣ ከም ትድግፋን ከም ትከላኸለላን ኰይኑ ከም ዝስምዓ ክገብራ ጥራይ ዘይኰነ፣ ምሳኻ ብዝያዳ ውሽጣዊ ጥምረት ከም ዝህልዋ ድማ ክገብራ ኢዩ። ሓደ ወዲ ጽን ኢሉ ብምስማዕ ፍቕራዊ ርክብ የደልድሎ፣ ንሓንቲ ጓል ድማ ምስኡ ዝያዳ ከም ትቐርብ ይገብራ። ርእይቶኻ እውን ኣገዳሲ ኢዩ። እመን ኣይትእመን ናይ ገዛእ ርእስኻ ኣረኣእያ ወይ ተገዳስነት እንተ ዘይብልካ፣ ንዅሉ ጸቕጢ ዝገብረልካ ድማ፣ ትሰማማዓሉ እንተኾይንካ ብሓቂ ዓቢ ናይ ሕቶ ምልክት እዩ ዝኾና። ሓንቲ ጓል ከም ትናፍቕ ዝገብራ ካልእ መንገዲ ናይ ባዕልኻ ኣረዳድኣን ውሳነን ዘለካ ከምኡ'ውን ብኻልኦት ዘይትምብርከኽ ምዃን እዩ። ንፍቕራዊ ርክብ ቀዳምነት ምሃብ ኣድላዪ እኳ እተኾነ፣ ናይ ገዛእ ርእስኻ ብሕታዊ ህይወትን ረብሓታትን ምህላው ድማ ንዓኣ መሳጢ ንምግባር ኣዝዩ ኣገዳሲ እዩ። ሙዚቃ ምስማዕ፣ መጽሓፍ ምንባብ ወይ ብእግራ ወክ ምግባር ብዘየገድስ ሓጎስን ዕግበትን ዘምጽኣላ ነገራት፣ ምግባር ቀጽል። እዚ ዝያዳ ሓጎስ ይህባ ጠራይ ዘይኮነስ ዝያዳ ከም ትስሕባ ውን እገብረካ። ምስቶም ኣብ ሂወትካ ዘለዉ ኣገደስቲ ሰባት ደው በል ንፍቕራዊ ርክብ ድማ ብቐጻሊ ኮስኩሶ። እዚ ከኣ ኪኖኣ ሂወት ከም ዘለካ ነቶም ኣብ ዙርያኻ ዘለዉ ሰባት ኣኽቢርካ ከም ትሪኦምን ዘርኢ'ዩ። ዋላ ኣብ ፍቕራዊ ዝምድና ዘሎ ወዲ ምስ ፈተውቱን ስድራቤቱን ግዜ ዘሕልፍ እንተ ዀይኑ፣ ንሳ ብዝያዳ ናብኡ መሊሳ ትሰሓብ። ከም ሰብ መጠን ብዝያዳ ኽትዓብን ክትልወጥን ክትዕዘበካ ኸላ ድማ መመሊሳ እያ ትናፍቐካ። ብዛዕባ እዚ ሜላ እዚ ብዝያዳ ምእንቲ ኽንርድኦ፣ ነዚ ኣብነት እዚ ንርኣ። ሓንቲ ጓል ዋላ እውን ብዛዕባኻ ዘይትግደስ እንተ ዀነት፣ ንዓኻ ተድንቐሉ ገለ ሜላታት ኣሎ። እዚ ሜላታት እዚ ኣብ ፍቕራዊ ርክብ ንኽትጽመድ ዘኽእላ ምስጢራውን ሰሓብን ሓሳብ እዩ። እዚ ኸኣ ርግጸኛን ስዉርን ካብ ምዃን ሓሊፉ፣ ነቲ ካልእ ሸነኽ ህይወትካ ዝጠቕመካን ዘይተጸበኻዮ ከም ትኸውን ክገብረካ ይኽእል እዩ። ልክዕ ከምቲ ሓደ ክኢላ ተዋሳኢ ንሰማዕቱ ብኸመይ ከም ዝማርኾም ዝፈልጥ፣ ነዚ ሜላታት እዚ ተጠቂምካ ኣብ ትሕቲ ቍጽጽርካ ክተእትዋን ዝያዳ ከም ትደልየካን ክትገብራ ትኽእል ኢኻ። ኣብ ጕዕዞ ህይወትካ ነዚ ስትራቴጂታት እዚ ኣብ ግብሪ እንተ ለዊጥካዮ፣ ዝደለኻያ ጓል ክትረክብ ትኽእል ኢኻ። ስለዚ ማራኺ ኩን፣ ፍሽኽታ ኣዘውትር። ኣብ ትሕቲ ቍጽጽርካ ከተውድቓ ኸምኡውን ብዝያዳ ኣቓልቦኻ ንምርካብ ክትልምን ከላ ኽትርኣ ኢኻ።